ፈቃር ልቢ ዘርእስታ መጽሓፍ ተመሪቓ። እዛ ብደራሲ ገብረሂወት ወልደገሪማ ዝተጽሓፈት መጽሓፍ፣ ኣብ ሕሉፍ ታሪኽና ዝተሓብኧ ናይ መጻኢ ቁልፊ ዝሕብር ሚስጢር ዝሓዘት እያ። እዛ መጽሓፍ ክልተ ሚእትን ኣርብዓን ሓሙሽተን ገጻትን ሰላሳን ሓደን ምዕራፋትን ዝሓዘት እያ። ደራሲ ገብረሂወት ወልደገሪማ፣ ቅድሚ ሕዚ ኣብ ድምጺ ወያነ ዝመሓላለፍ ዝነበረ ዓቃል ዝብል ተኸታታሊ ድራማ፣ ብደራሲ፣ ዳይሬክተርን ሲኒማቶግራፈርን ኮይኑ ሰሪሑ እዩ።
ብኸዋኒ ተስፋይ ዝተጽሓፈት መጽሓፍ ካሊእ ምንባር ዘርእስታ መጽሓፍ ተመሪቓ ካብዚ ሕዚ እንነብረሉ ዘለና ናብራ ካሊእ ዝሐሸን ዝበለጸ ናብራ ከም ዘለና መንገዲ ዘርኢ መጽሓፍ እዩ እዚ መጽሓፍ ኣብ 176 ገጻትን ዓሰርተ ክልተ ምዕራፋትን ዝዓረፈ መጽሓፍ እዩ። ንቐጻሊ ድማ ሓንቲ ንፊልም እትኸውን ጽሕፍቲ እናሳናዳእኹ እየ ኢሉ ኣሎ።
ድሕሪ ሰላሳ ዓመት ዝተሰምዐ ብኽያት ህጻን፣ ኣብ ሓንቲ ንእሽቶይ ዓዲ ጣልያን ዓብዪ ጽምብል። ኣብታ ኣብ ጣልያን ክልል ኣብሩዙ እትርከብ ፓልያራ ደይ ማርዚ ዝተብሃለት ጥንታዊት ቁሸት ንልዕሊ ሰላሳ ዓመታት ዝተሰምዐ ድምፂ እንተነይሩ ናይ ደማሙን ኣረጋውያንን ጥራሕ እዩ ነይሩ። እዛ ዒስራ ሰባት ጥራሕ ዝነብሩላ ዓዲ ብሰንኪ ምቁራፅ ውልደት ህፃውንቲ ናይ ደማሙ ዓዲ ክሳብ እትመስል በፂሓ ነይራ። ሕዚ ግን እቲ ፀጥታ ተሰይሩ ኣሎ። እዚ ድማ ላራ ቡሲ ትራብኮት ትበሃል ህጻን ኣብዚ ዓዲ ብምውላዳ እዩ። ብዘይካቶም ነበርቲ መላእ ጣልያናውያን ታሕጓስ ብታሕጓስ ኮይኖም ኣለው። ኣብዚ እዋን ብሰንኪ ስእነት ስራሕ፣ ስደት መናእሰይ፣ ኻልኦት ማሕበራዊ ጸገማትን ቁጽሪ ውሉድ ይጎድል ኣሎ። መንግስቲ ነዚ ንምምሕያሽ ድማ ሓደሽቲ ናይ ገንዘብ ሓገዝ ይህብ ኣሎ። ንሓዳሽ ህጻን ላራ ቡሲ ድማ፣ ሽሒሮ መበረታትዒ ዝተውሃባ ኮይኑ፣ ወለዲ ንውላዶም መዕበዪ ዝኸውን ኣብ ወርሒ ኣስታት ሰለስተ ሚእትን ሰብዓን ዩሮ ክረኽቡ ተገይሩ እዩ። እዚ ደገፍ እዚ ንብዙሓት ስድራ ተስፋ ዝፈጠረ እዩ።